ሕጽይተይ ሰኺራ ከላ እቲ ቀዳማይ ፍቕረይ ካብ ቤት ማእሰርቲ ክሳብ ዝወጹ ጥራይ እየ ምሳሓ ክጸንሕ ኢላትኒ። ንሱ ፍቕሪ ህይወተይ እዩ፣ ንሳሓ ግን ምሙመቒ ዓራቱ መጻንሒ እዩ ኢላትኒ። ኣነ ገለ ከይበልኩ ምስ ተረፍኩ ንሳ ሰሓቐት እሞ በቃ ንዓይ ደሊካ ኣይትጸረን ኢኻ በለትኒ። ቃል ኣይተዛረብኩን። እዚ ሓሙሽተ ሰሙን ይገብር እዩ። ትማሊ ለይቲ ግን ንሳ ሰዓት ሰለስተ ንጉሆ ኣብ ኣፍደገይ ኮይና ቁስሊ ብቁስሊ መሊኣ ትምህለለኒ ነበረት። ንቁስሊ ገጻ ብካሜራ ኣፍደገይ ሰዓት ሰለስተን ሰባኣትን ንጉሆ እናርኢኹ ንታ ሓሙሽተ ሰሙን ይገብር ህይወተይ ዘጥፈኣትኒ ሰበይቲ ሕጂ ኣብ ኣፍደገይ እናጓስመት እርእያ ኣለኹ። እታ ኣብ ማስከራ ዓይና ጸሊም መስመር ገይራ ትነብዕ ነበረት፣ ከምኡ'ውን ሓድሽ ዝመስል ቁስሊ ኣብ ከንፈራ ኣነበራ። ከምታ ሸሞንተ ወርሒ ይገብር ኣብ ሕጽና ግዚ ዝተኸደነቶ ክዳን ለቢሳ ነበረት። ብጃኻ ኣቤል እናተናፈሰት ንካሜራ ሕሹኽ ትብል ነበረት። ኣነ ከም ዝተጋጋእኩ እፈልጥ'የ። ዝበልክዎ ጽቡቕ ከም ዝነበረ እፈልጥ'የ። ግን ኣነ ይደልየካ'የ። ኣዜ ይቅሬታ እሓትት ንሱ ንሱ ጎድእኒ ዩ ኣቤል ብጃኻ ንክገልዝ ፈቀደለይ ግን ኣነ ነቲ ደገ ኣይከፍትዎን ሎሚ ለይቲ ኣይከፍት ዋላ ሓንሳብ ኣይከፍትን ምኽንያቱ ሓሙሽተ ሰሙን ይገብር ሳራ ድራር እታ ድሕር ሰለስተ ወርሒ ክምረዋ ሓሲብክዋ ሰበይቲ እታ ገዛ ዝገዛእክዋ ምስኣ እታ ቀለቤት ሓዳር ኣደይ ዝለበሰት ብዛዕባ ክልተ ዓመት ዝገብር ርክብና ኩሉ ሓቒ ነጊራትኒ፣ ሽዑ ንሳ ኣብ ልደት ዓርከይ ሰኺራ ነበረት። ን ካብ መጀመርያ ክጅምር። ክልተ ዓመትን ኣርባዕትን ወርሒን ይገብር ንሳራ። ኣብ ሓንቲ ቤት ቡና ኣብ ካባቢ እቲ ዝሰርሖሉ ዝነበርኩ ዩኒቨርሲቲ ረኺብክዋ። ኣነ ምትካል ኮምፒተር ከቢድ መዓልቲ ወዲኤ ከምቲ ንቡር ዓቢ ኩባያ ቡና እናውሰድኩ ከለኹ እታ ኣብ ቅድመይ ዝነበረት ኣገራሚት ሰበይቲ በፍሉይ ስምዒት ኣብ ስልካ ዝሪኣቶ ነገር ክትስሕቕ ጀመረት። ይቕሬታ ድማ በለት ብሓጎስ እናተሳሕቐት። ዓርከይ ኣዝዩ ዘስሕቅ ቪድዮ ብዛዕባ ተማሃሮ ኮምፒውተር ለኣኸለይ እሞ ንርእሰይ ክገትኣ ኣይከኣልኩን ስልካ ኣርእያትኒ ብርግጽ ወን ኣዝያ መስሕቅ ቪድዮ ነበረት እሞ ኣነ ከኣ ሰሓቅኩ ኣብቲ ግዜቲ ምስ ቀዳመይቲ ሰበይተይ ካብ ዝፈታሕ ክልተ ዓመት ኮይኑ ነበረ ኣዝየ ተነጺለ ነይረ ንሳራ ኣብ ተክኖሎጂ ዶ ዲኺ ትስርሒ ኢለ ሓቲትክዋ። ኣብ ምሕክምና ቢሊንግ ሶፍትዌር በለት ዓይና እንዳጽቀተት። ኣዝዩ ከቢድ ስራሕ እዩ ግን ዝከፈለ ወጻኢ የካይድ እዩ ብዝኮነ ኣነ ሳራ ይብሃል ኣነ ልማ ኣቤል እምነኒ ከቢድ ናይ ተክኖሎጂ ስራሕ ይርድኣኒ እዩ ኢና ቡሉ ንክልተ ሳዓት ኣዕሊልና ንሳ ኣዝያ ብላሕ'ያ፣ ከምኡ'ውን ታሪኽታት'ውን ኣዘናጋዒን ገይራ ትገልጾም ነበረት። ንሳ ብዛዕባ ስድራኣ፣ ሓሙሽተ ኣሕዋት ኩሎም ዝተፈላለዩ ሃገራት ዝተበጥኑ፣ ከምኡ'ውን ድሕሪ ሓዲ ጽቡቕ ዝነበረ ምፍልላይ ንርእሳ ንምርካብ ናብዚ ከተማ ከመይ ከም ዝመጸት ነገረትኒ። እቲ ቀዳማይ ኤክስኪ እንታይ ኮነ? ኢለ ሓቲትኩዋ። ገጻ ብቕጭበት ጸለመ። ሕማቕ ምርጫ መሪጹ። ሕጂ ኣብ ዕዳ ፍቕሪ የለን ንበል ደሓን። ኣነ ንሱ ምናልባት ተመሪዑ ወይ ገለ ከም ዝኾነ ገኣ መሰለኒ።